ሰላም ከመይ ትኾኑ ክቡራትን ክቡራንን ተኸታተልትና። እቲ ንመላእ ዞባ ማእከላይ ምብራቕ ሓሚሱ ንዓለምና ከኣ ሳልሳይ ኲናት ዓለም ንምውላዕ ምኽንያት ኮይኑ ናብ ጥፍኣት ከየምርሓ ክስጋእ ዝቐነየ ኲናት እስራኤልን ኢራንን ብስምምዕ ምቁራጽ ተኹሲ ደው ናይ ምባል ተስፋ ኣርእዩ ኣሎ። ናይ ብሓቂ ግብራዊ እንተኾይኑ ከኣ ንህዝብታት ኢራን እስራኤልን ብሓፈሻ ከኣ ንህዝብታት ዓለምና ሩፍታ ዝህብ ጥዑም ስማዕ እዩ። እዚ ኹናት ንዓሰርተ ክልተ መዓልታት ትንፋስ ብዘይህብ ምልውዋጥ መጥቃዕትታት ነፈርትን ሚሳይላትን ድሕሪ ምቕጻሉ ሕጂ ብስምምዕ ምቁራጽ ተኹሲ ዝዓርፍ ይመስል። እዚ ስምምዕ ምቁራጽ ተኹሲ ግን ብዙሓት ሕቶታት ኣብ ርእስና ክነልዕል ክገብረና ግድን ይኸውን። ስለምንታይ እዩ ግን ዶናልድ ትራምፕ ድሕሪ እቲ ኢራን ንኣብ ቀጠርን ዒራቕን ዝርከብ መዓስከራት ኣሜሪካ ምድብዳባ ነዚ ህጹጽ ስምምዕ ክእውጅ ተገዲዱ? ካብ ኤሊትን ህዝብን ኣሜሪካ ብዝወረዶ ጸቕጢ ድዩ? ወይስ ፍርሒ ካብታ መልሰ መጥቃዕቲ ክትህብ ዘይተጸበያ ኢራን? ወይስ ትራምፕ ድሕሪቲ ኣብ ኒኩለራዊ መደባት ኢራን ዘካየዶ ደብዳብ ነፈርቲ ዕላምኡ ስለ ዝሃረመ እዩ? እስራኤል ከ ብሓቂ ንኒኩለራዊ መደብን ምፍራይ ባላስቲካዊ ሚሳይላትን ኢራን ኣዕንያቶ ድያ? ከምቲ ትብሎ ዘላኸ ነዚ ስለ ዘዕነወት ድያ ኣብ ስምምዕ ምቁራጽ ተኹሲ ክትኣቱ ተገዲዳ? ወይስ ዓቕምታት ዘይተጸብየታ ኢራን ስለ ዝሓየላን ካብዚ ኲናት ከቢድ ክሳራ ስለ ዝወረዳን ነዚ ኲናት ብዓወት ክትዛዝሞ ከም ዘይትኽእል ስለ ዝተሰቆራን እዩ? ኢራን ከም ሃገርከ ድሕሪ እዚ ኹሉ ዝወረዳ ዕንወት ስለምንታይ ንስምምዕ ምቁራጽ ተኹሲ ተቐቢላቶ? ናይ ብሓቂኸ ትራምፕ ንኢራን ተኹሲ ደው ንኽተብል ለሚንዋ ድዩ? እዚ ስምምዕ ምቁራጽ ተኹሲ እዚ እንተጸዲቑኸ ኣብዚ ኲናት እዚ ሓቀኛ ተዓዋቲ መን እዩ? እቲ እስራኤልን ኢራንን ንኣያቶላህ ዓሊ ኻሜኒ ክቕንጽላን ንስርዓት እስላማዊ ሪፓፕሊክ ካብ ስልጣኑ ክኣልዮኦን ዘበገሰኦ ወፍሪኸ ንምንታይ እዚ ስርዓትዚ ከይተኣልየ ከቋርጽኦ ተገዲደን? ድሕሪ ስምምዕ ምቁራጽ ተኹሲ መጻኢ ዕድል ማእከላይ ምብራቕ እንታይ ክመስል እዩ? ክሳብ ነዛ ቪድዮ ነዳልወሉ ዘለና ምዕባለታት ተኸታቲልና ብሓባር ኮይና ነዞም ሕቶታት ክንምልስ ክንፍትን ኢና። ነዚ ቪድዮ ላይክ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ክቡራት ተኸታተልትና እቲ ኣብ ዝሓለፉ 12 መዓልታት ንዓለም ትንፋሳ ከም ዝሓፅራ ዝገበረ ግጭት እስራኤልን ኢራንን ብዘይተፀበናዮ ፍጥነትን መልክዕን እዩ ናብ እማመ ምቁራፅ ተኹሲ ተሰጋጊሩ። እቲ ፍጻሜታት ከኣ ከምዚ ዝስዕብ እዩ ተኸታቲሉ ቀሪቡ። ሓደ መጥቃዕቲ ኣሜሪካን እስራኤልን ኣብ ልዕሊ ኢራን። እዚ ኹናት ናብ ዝለዓለ ጫፍ ዝበረኸ፣ ኣሜሪካ ብናይ ቢቱ ስቲልዝ ቦምበር ነፈርቲ ኣቢላ ኣብ ልዕሊ ቀንዲ ኒኩለራውያን መደበራት ኢራን ከቢድ መጥቃዕቲ ምፍጻማ እዩ። እስራኤል እውን እቲ ኣሜሪካ ናብዚ ኹናት ክትጽንበር ክተቕርቦ ዝቐነየት ጠለብ ብምስላጡ ንኣሜሪካ ኣመስጊና። ዕላማ መጥቃዕቲ ኣሜሪካ ከኣ ነቲ ናይ ህልውና ስግኣት ዝኾነ ኒክለራዊ መደብ ኢራን ንምዕናዊ ተባሂሉ ካልኣይ ናይ ኢራን ሕነ ምፍዳይ ኢራን ነዚ መጥቃዕቲ ብኸቢድ ኮኒና ሕነ ከም እትፈዲ ድሕሪ ምግላጻ ብዙሓት ወገናት ኣብ ልዕሊ እስራኤል እተካይዶ መጥቃዕቲ ክተዛይድ እምበር ንዕላማታት ኣሜሪካ ክትሃርም ከም ዘይትደፍር ክገልጹ ቀንዮም እታ ኣሜሪካ ኣብዚ ኩናት ኢዳ እንተሓዊሳ መዓጹ ገሃነመ እሳት ክኽፈቱ እዮም ኢላ ክተፈራርሕ ዝቐነየት ኢራን ግን ልኡላውነት ሃገራ ተደፊሩ ብስቕታ ከምዘይትሓልፎን ንዒላማታት ኣሜሪካ ኣብ ማእከላይ ምብራቕ ብሚሳይላት ብምድብዳብ ሕነ ከም እትፈዲ ክትገልጽ ተራእያ። ኣሜሪካ'ውን ኢራን ንዒላማታት ኣሜሪካ ኣብ ዞባ ማእከላይ ምብራቕ እንተድኣ ኣጥቂዓ ባዕላ ንገዛእ ርእሳ ነብሰ ቅትለት ንምፍጻም ከም ዝወሰነት ትቑጸሮ ብምባል ኣፈራሪሓ። እንተኾነ ግን ኢራን ኣዝዩ ዘሰንብድን ደፋርን ስጉምቲ'ያ ወሲዳ። ኣብ ዒራቕን ቀጠርን ኣብ ዝርከብ ቀንዲ መዓስከራት ሰራዊት ኣሜሪካ ከኣ ብባላስቲክ ሚሳይላት ኣጥቂዓ። እዚ ስጉምቲ እዚ ከኣ ንሕና'ውን ናብቲ ምንጪ ጸገምና ዝኾነ መዓስከራት ኣሜሪካ ክንሃርም ንኽእል ኢና ዝብል ምልእኽቲ ነይርዎ። ዓለም ከኣ ኣሜሪካ ኣብ ልዕሊ ኢራን እንታይ ዓይነት ስጉምቲ ከም እትወስድን ሓያላን ዓለምና ከም ሩስያን ቻይናንከ እንታይ ከም ዝውስናን ጨኒቕዎ ሓዲሩ። ብድሕሪ እዚ ዝሰዓበ ድንገታዊ ኣዋጅ ምቁራጽ ተኹሲ ግን እንታይ እዩ ዘሎ? ኣብ መንጎ እዚ ውጥረታት እዚ ፕረዚደንት ዶናልድ ትራምፕ ኣብ ገጻት ማሕበራዊ መራኸቢኡ ትሩዝ ሾሻል ምሉእን ፍጹምን ዝኾነ ስምምዕ ምቁራጽ ተኹሲ ኣብ መንጎ እስራኤልን ኢራንን ከም ዝተበጽሐ ኣዊጁ። ክልቲኤን ሃገራት ኣብ ተመሳሳሊ ሰዓት ናባይ መጺኤን ሰላም ንደሊ ኣለና ኢለና ንክብል ድማ ወሲኹ። ብድሕሪኡ ድማ በጃኹም ኣይትጥሓስዎ ዝብል መጠንቀቕታ ኣስዒቡ። ናይ እስራኤልን ኢራንን ምላሽከ እንታይ ነበረ? ብወገን እስራኤል ቤት ጽሕፈት ቀዳማይ ሚኒስተር ነታንያሁ ነቲ ስምምዕ ከም ዝተቐበሎ ኣፍሊጡ። ምኽንያቱ ድማ ቀንዲ ወተሃደራዊ ዕላማታት ወቒዕና፣ ነቲ ናይ ህልውና ስግኣት ዝኾነ ኒዩክለራውን ሚሳይላውን ፕሮግራም ኢራን ኣልሚስናዮ'ና ዝብል መግለጺ ሂቡ። ብተወሳኺ እስራኤል ኣብ ልዕሊ ወተሃደራውያን መራሕቲ ኢራንን ወተሃደራዊ ዓቕማን ከቢድ ጉድኣት ከም ዘውረደት ገሊጻ። ሰለዚ ሕጂ ስምምዕ ምቁራጽ ተኹሲ ዋላ እንተገበርና፣ ዕላማና ሚእቲ ካብ ሚእቲ ሃሪምና ኢና ከኣ የስምዕ። ናይ መንግስቲ ኢራን ማዕከናት ዜና ድማ ነቲ ስምምዕ ብኻልእ መልክዔን ኣቕሪበንኦ። እዚ ስምምዕ ኣብ ልዕሊ ጸላኢ ዝተረኽበ ዓወት እዩ ከኣ ኢለን። ፕረዚደንት ትራምፕ ከም ልመና ብዝመስል ኣገባብ ምቁራጽ ተኹሲ ከም ዝሓተተን፣ ኢራን'ውን እስራኤል እንተቋሪጻ ከም እተቋርጽ ንትራምፕ ከም ዝገለጽሉ ድሕሪ ምሕባረን፣ ነቲ ስምምዕ ምቁራጽ ተኹሲ ድሉዋት ከም ዘለዉ ገሊጸን። ኣብዚ ግን ዋላ እኳ ስምምዕ ምቁራጽ ተኹሲ ክግበር ናይ ማንም ደላዪ ሰላም ድሌት እንተኾነ፣ እዚ ተጻራሪ መርገጺታት ግን ብዙሕ ሕቶታት የለዓዕል። እቲ ሚልዮናት ክሓትዎ ዝቐነዩ ሕቶ ከኣ ስለምንታይ እዩ ዶናልድ ትራምፕ እቲ ወሳኒ ምዃኑ ዝፍለጥን ብዙሕ ፈኸራታት ኣብ ልዕሊ ኢራን ከዝንብ ዝቐነየን መራሒ ድሕሪ መጥቃዕቲ ኢራን ኣብ መዓስከራት ኣሜሪካ ኣብ ዒራቕን ቀጠርን ብህጹጽ ናብ እማመ ምቁራጽ ተኹሲ ኣምሪሑ። ትራምፕ ሰለስተ ምኽንያታት ክህልዎ ይኽእሉ። እቲ ቀዳማይ ምኽንያት ዕላማና ስለ ዝሃረምና ዝብል መርትዖ እዩ። እቲ ትራምፕ ከእምኖ ዝደሊ ዛንታ ከኣ እዚ ይኸውን። ማለት ንሕና ሓያላት ኢና፣ ንኢራን ኣብ ውሽጢ ሰዓታት ዓመታት ዝጸዓረትሉ ኒክለራዊ መደባ ኣዕኒና፣ ኣብ ትሕቲ ምሉእ ቁጽጽርና ኣእቲና ኣምበርኪኽናያ። ዕላማና ስለ ዝሃረምና ከኣኒ እቲ ኲናት ክቕጽል ምኽንያት የብሉን። እዚ ንደገፍቱ ዘቕርቦ ናይ ዓወት መልእኽቲ እዩ። እዚ ከኣ ኣነ ነቲ ንዓለም ዘስግእ ዝነበረ ጸገም ፈቲሐዮ ክብል ይሕግዞ። ሓደ ኒክለራዊ ስግኣት ኢራን ምዕናዉ፣ ካልኣይ ድማ እዚ ኲናት ብስምምዕ ምቁራጽ ተኹሲ ምዝዛሙ። ካልኣይ ምኽንያት እውን እቲ ኲናት ካብ ቁጽጽሩ ወጻኢ ከይከይድ ፈሪሑ ዝኣወጆ ስምምዕ ምቁራጽ ተዅሲ ክኸውን ይኽእል። እዚ ዝያዳ ተኣማንነት ዘለዎ ይመስል። ትራምፕ ንኢራን ምስ ኣጥቅዐ ቀልጢፋ ግብረ መልሲ ሂባትሉ እያ። ናይ ኢራን መልሰ መጥቃዕቲ ኣብ ልዕሊ መዓስከራት ኣሜሪካ ንትራምፕ ከኣ ኣሰንቢድዎ ክኸውን ይኽእል። እዚ ማለት ኢራን ልኡላውነት ቀጠርን ዒራቕን ጥሒሳ ኣብ ልዕሊ መዓስከራት ኣሜሪካ መጥቃዕቲ ምፍጻማ ነቲ ግጭት ናብ ምሉእ ዞባዊ ኲናት ክትቅይሮ ድልውቲ ምዃና ኣርእያቶ ኣላ። ዞባዊ ኲናት ድማ ንቑጠባ ዓለምና፣ ንጸጥታ ኣሜሪካውያን ወተሃደራት፣ ከምኡ'ውን ነቲ ትራምፕ ኣነ ንውግኣት ደው ዘብል መራሒ'የ ዝብል መብጽዕኡ ዘፍርስ እዩ። እቲ ኲናት ዝሰልቸዎ ህዝቢ ኣሜሪካ ካልእ ነዊሕን መሪርን ኲናት ኣይደልን። ስለዚ ከኣ ትራምፕ ነቲ ሓዊ ምሉእ ብምሉእ ከይተላብዐ ከጥፍኦ ወሲኑ ክኸውን ኣለዎ። ሳልሳይ ምኽንያት ትራምፕ ውሽጣውን ግዳማውን ጸቕጢ። ትራምፕ ኣብዚ ሕጂ እዋን ብሰንኪ ዝኽተሎ ዘሎ ግጉይ ምዃኑ ዝእመነሉ ፖሊሲ ካብ ኣሜሪካውያን ከቢድ ተቓውሞ ይገጥሞ ኣሎ። ንኣሜሪካ ኣብ ኲናት እንተድኣ ኣእትዩዋ፣ እዚ ተቓውሞታት ብብዙሓት ዜጋታት ከም ዝስዓብ ዘጠራጥር ኣይኮነን። ብዘይ ፍቓድ ኮንግረስ ኣብ ልዕሊ ኢራን መጥቃዕቲ ምፍጻሙ'ውን ካብ ኤሊት ኣሜሪካ ከቢድ ተቓውሞታት ክዘንቦ ጸኒሑ እዩ። ምኽንያቱ ብዙሓት ኣሜሪካውያን እስራኤል ባዕላ ዝጀመረቶ ኲናት ባዕላ ክትውድኦን ኣሜሪካ ዋጋ ንኸይትኸፍለላን ከሰምዑ ጸኒሖም እዮም። ስለዚ እዚ ጸቕጥታት'ዚ ንትራምፕ ናይ ቅመራ ለውጢ ክገብር ኣገዲድዎ ክኸውን ይኽእል። ግዳማዊ ጸቕጢ እውን ቀሊል ጽልዋ ኣይነበሮን። ሃገራት ዓረብ ብፍላይ ከኣ እታ ብሰንኪ ህላወ ኣሜሪካ ኣብ መሬታ ዝተጠቕዐት ቀጠር ከምኡ'ውን ስዑዲ ዓረብ ነዚ ውግእ ደው ንኽብል ጸቕጢ ገይረን እየን። ውድብ ሕቡራት ሃገራትን ኤውሮጳዊ ሕብረትን እውን ከምኡ። ዞባዊ ኲናት ንኹሉ ዝጎድእ ስለ ዝኾነ፣ እቲ ዲፕሎማሳዊ ጸቕጢ ብርቱዕ ምንባሩ ኣይከሓድን። ቀጠር ኣብዚ ስምምዕ'ዚ ከም ሸምጋሊት ዓቢ ተራ ምጽዋታ ዝወጽእ ዘሎ ሓበሬታ ከኣ ነዚ የረጋግጽ። ናብዚ ኲናት ኢደን ክሕውሳ ምዃነን ከፈራርሓ ዝቐነያ ጸግዒ ኢራን ዝኾና ሃገራት ከም ሩስያ'ውን ኣብ ዝኣዋጅ ስምምዕ ምቁራጽ ተኹሲ ቀሊል ጽልዋ ከም ዘይህልወን ርዱእ'ዩ። ብዛዕባ እቲ መጥቃዕቲ ኢራን ኣብ ልዕሊ ሰራዊት ኣሜሪካ ግን፣ ትራምፕ ብቐሊሉ ዝዀነ ጕድኣት ኣይወረደን፣ ንሚሳይላቶም ከኣ ኣፍሺልናዮ ኢና ብምባል ነቲ ጕዳይ ከም ዘይነበረ ገይሩ ከቕርቦ እዩ ዝፍትን። ምኽንያቱ ኣብ ልዕሊ ሰራዊቱ መጥቃዕቲ ተፈጺሙ ስቕ ምባሉ፣ ንኢራን ከም ዓወት ንኣሜሪካ ከኣ ከም ድኽመትን ስዕረትን ምእንቲ ከይቍጸር፣ ነቲ መጥቃዕቲ ዋጋ ኣልቦ ገይሩ ብምቕራብ፣ ኣብ ስምምዕ ምቁራጽ ተኹሲ ይጸቅጥ። እዚ ማለት ትራምፕ መጥቃዕቲ ኢራን ኣብ ልዕሊ ኣሜሪካ ከም ዘይረብሕ ገይሩ ንኸቕርቦ ይሕግዞ። ስለዚ ዶናልድ ትራምፕ ነዚ እማመ ምቁራጽ ተኹሲ ብሓደ ወገን ከም ፖለቲካዊ ዓወት ኣሜሪካ ገይሩ እናቕረቦ፣ በቲ ካልእ ወገን ግን እቲ ውግእ ናብ ዘይተደልየ ዞባዊ ኲናት ከይምዕብል ብምፍራሕን ብሰንኪ ውሽጣውን ግዳማውን ጸቕጥታት ነዚ ስጉምቲ ዝወሰዶ ምዃኑ ብዙሓት ወገናት ይሰማምዑ። ኣብዚ እማመ ምቁራጽ ተኹሲ'ዚ ናይ እስራኤልን ኢራንን ስትራቴጂካዊ ምርጫኸ እንታይ እዩ? ሕጂ ድማ ናብቶም ቀንዲ ተዋሳእቲ'ዚ ኹናት እስራኤልን ኢራንን ንምጻእ። ክልቲኤን ሃገራት ነቲ ስምምዕ ተቐቢለንኦ እኳ እንተኾና ግን ከኣ ነናተን ናይ ዓወት ዛንታ እየን ዝነግራ ዘለዋ። ብእስራኤል እንተጀሚርና እስራኤል ብሓቂ ድያ ኣብዚ ኹናት ዕላማኣ ሃሪማ ዓወት ኣመዝጊባ ዝብል ሕቶ ኣገዳሲ ይኸውን። ዕላማና ሃሪምና ኢና ዝብል መግለጺ እስራኤል፣ ነቲ ኒዩክለራውን ሚሳይላውን መደብ ኢራን ከም ዘዕነወቶ፣ ላዕለዎት ሰበስልጣናትን ናይ ኒዩክለር ሳይንቲስትን ኢራን ከም ዝቐተለት፣ ኣብ ልዕሊ ቴህራን ከኣ ናይ ኣየር ልዕልና ከም ዝሓዘት ትገልጽ ኣላ። እዚ ከኣ ንህዝቢ እስራኤልን ንህዝቢ ዓለምን እተርእዮ ናይ ዓወት ገጽ እዩ። ንሕና ሓያላት ኢና፣ ስግኣትና ስለ ዘወገድና ከኣ ሕጂ ስምምዕ ምቁራጽ ተኹሲ ክንፍርም ንኽእል ኢና ዝብል መልእኽቲ ድማ ኣለዎ። ብዙሓት ተንተንቲ ግን እስራኤል በቲ ዘይተጸበየቶ ሓይልን ግብረ መልስን ኢራን፣ ከምዝሰግአት ይሕብሩ። እስራኤል ንኢራን ከቢድ ጉድኣት ከምዘውረደትላ ርጉጽ እኳ እንተኾነ፣ ኢራን ነዚ ኩሉ ጉድኣት ተጻዊራ ኣብ ልዕሊ መዓስከራት ኣሜሪካ ናይ ምጥቃዕ ዓቕምን ትብዓትን ምርኣያ ንእስራኤል ኣሰንቢድዋ ክኸውን ይኽእል እዩ። እዚ ማለት ከኣ ምሉእ ኲናት እንተተጀሚሩ ኢራን ንእስራኤል ብኣሽሓት ሚሳይላት ክተዕለቕልቓ ከምትኽእል ዘርኢ ምልክት እዩ። እዚ ከኣ ንእስራኤል ከቢድ ሰብኣውን ንዋታውን ዋጋ የኽፍል። ኣብዚ ዝሓለፈ መዓልታት ሚሳይላት ኢራን፣ ንስርዓተ መከላኸሊ ኣየር እስራኤል ጥሒሱ ብምእታው ኣብ ልዕሊ ከተማታት እስራኤል ከቢድ ዕንወት ኣውሪዱ እዩ። ብተወሳኺ ናይቲ እስራኤል እትምከሓሉ ስርዓተ ምክልኻል ኣይሮን ዶም ናይ ምክልኻል ዓቕሚ ናብ ከባቢ ስሳ ሚእታዊት ጥራይ ከም ዝወረደ ብዙሓት ወገናት ክጠቕሱ ቀንዮም እዮም። እዚ ከኣ ንእስራኤል ከቢድ ሓደጋ ይኸውን። ብተወሳኺ እዚ ስርዓተ መከላኸሊ እዚ ነቲ ኢራን ብውሽጣዊ ዓቕማ ዝሰራሓቶ ኣዝዩ ዝተራቐቐ ብዋጋ ሕሱርን እልቢ ዘይብሉን ሚሳይላት ክኸሽፍ ካብቲ ናይ ኢራን ብዓሰርታት ዕጽፍታት ንላዕሊያ ወጻኢታት ኩናት ክትገብር ቀንያ። እዚ ኩናት ከምዚ እንተቐጺሉ ከኣ ቁጠባ እስራኤል ክወድቕ ይኽእል። ብተወሳኺ ከም ሕቱን ህዝቦላህን ዝኣመሰሉ ብኢራን ዝድገፉ ዕጡቓት ናብዚ ኩናት ብምሉእ ዓቕሞም እንተደኣ ኣትዮም እቲ ሳዕቤን ቀሊል ኣይከውንን። እቲ ካልእ ረቋሒ'ውን እስራኤል ምልዋጥ ስርዓት ወይ ረጂም ቼንጅ ክሰልጣ ዘይምኽኣል እዩ። እስራኤልን ኣሜሪካን ስርዓት ኣያቶላህ ክወድቕ ከም ዘለዎ ደጋጊመን ይዛረባ ነይረን እየን። እዚ ሰምምዕ ምቁራጽ ተኹሲ ግን እዚ ዕላማ'ዚ ከም ዘይተሳኸዐን ብቐሊሉ ከም ዘይሰልጠንን ዘርኢ ይኸውን። ስለዚ እስራኤል ንስርዓት ኣያቶላህ ካብ ስልጣን ኣሊኻ ንእስራኤልን ኣሜሪካን ዘገልግል ናይ ፓፓጋሎ ስርዓት ምትካል ዕላማኣ ገዲፋ፣ በቲ ኒዩክለራዊ መደባት ኢራን ደጊሙ ከም ዘይትስእ ኣዳኺሙ'የ ዝብል ንእሽተይ ዓወት ዕግብቲ ክትከውን ከም ዝተገደደት የርእየና። ብዙሓት ተንተንቲ ከም ዝሰማምዑሉ ግን ናይ ኢራን ኒዩክለራዊ መደብ ፈጺሙ ከም ዘይዓነወ እዩ። ናይ ኢራን ኒዩክለራውን ሚሳይላውን ፕሮግራም ኣብ ብዙሕ ነቑጣታት ዝተዘርግሐን ኣብ ትሕቲ መሬት ዝተሓብአን እዩ። ብሓደ ወይ ክልተ መጥቃዕቲ ምሉእ ብምሉእ ከም ዝዓኑ ምእማን ከኣ የዋህነት እዩ። ስለዚ እስራኤል ነቲ ፕሮግራም ኣዳኺማቶ ትኸውን እምበር ሙሉእ ብሙሉእ ኣየዕነወቶን። ነዚ ንምትግባር ከኣ ነዊሕ ኲናት ምቕጻል ካብ ዓቕማ ንላዕሊ እዩ ከኣ ይብሉ። ኢራንከ ድሕሪ ኣብ እስራኤል ከቢድ ዕንወት ምውራዳን ኣብ ልዕሊ ኣሜሪካ ሕነ ምፍዳያን እዚ ዝሰምዕ ምቁራጽ ተኹሲ የዋጽኣዶ? ንኢራን ብርግጽ የዋጽኣ እዩ። እዚ ከኣ ብዙሕ ምኽንያታት ኣለዎ። ቀዳማይ ፕሮፖጋንዳዊ ዓወት። ኢራን ኣብ ውሽጢ ሃገራን ኣብ ቅድሚ ደገፍታ ኣብ ማእከላይ ምብራቕን ንመጥቃዕቲ ኣሜሪካን እስራኤልን ተጻዊርና፣ ሕነና እውን ፈዲና ንኣሜሪካ ናብ ጠረጴዛ ስምምዕ ኣምጺእናያ ከብላ ይኽእል። እቲ ትራምፕ ለሚኑና ዝብል ዜና ከኣ ነዚ ፕሮፖጋንዳ እዚ ንምዕዋት ዝተሓስበ እዩ። ካልኣይ ህልውና ስርዓት ኣያቶላህ ምውሓስ። እቲ ቀንዲ ዕላማ ናይዚ ስርዓት ህልውና ምውሓስ እዩ። ምሉእ ኲናት ምስ ኣሜሪካን እስራኤልን ነቲ ስርዓት ካብ መሰረቱ ከፍርሶ ይኽእል። ስለዚ ኢራን ነቲ መጥቃዕቲ ተጻዊራ ናይ ሕነ ምፍዳይ ስጉምቲ ብምውሳድ ክብረታ ምስ ኣረጋገጸት፣ ካብቲ ዝኸፍኣ መጻኢ ዕድላ ዝውስን ምሉእ ኲናት ክትድሕን እዚ ስምምዕ እዚ ኣዝዩ ይሕግዛ። ሳልሳይ ምኽንያት ኢራን ሓያል ፖለቲካዊ መልእኽቲ። ኢራን ኣብዚ ኲናት እዚ ኣብ ልኡላውነታ ፈጺማ ከም ዘይትደራደር ኣርእያ እያ። መሬተይ እንተ ተተንኪፉ መልሰይ ከቢድ እዩ ዝብል መልእኽቲ ከኣ ኣመሓላሊፋ።

ነቲ ጉዳይ ከቕርቦ ይሕግዞ። እዚ ድማ ንኣመሪካ ናብ ምሉእ ኲናት ከየእተወ ንስግኣት ኒክለራዊ መደብ ኢራን ብምዕናው ንማእከላይ ምብራቕን ዓለምናን ሰላም ከም ዘስፈነ ክሓስቦ ይኽእል። እስራኤል እውን ወተሃደራዊ ዓወታት ኣመዝጊባ እያ። ንኒክለራዊ ፕሮግራም ኢራን ኣዳኺማ፣ ዒላማታት መፍረይን መኽዘንን ፓላስቲክ ሚሳይላት ደብዲባ፣ ብዙሓት ወሰንቲ ወተሃደራውያን መራሕትን ናይ ኒክለርን ሚሳይላትን ሳይንቲስትን ቀንጺላ፣ ካብቲ ክወርዳ ዝኽእል ዝነበረ ከቢድ ስዕረትን ዕንወትን ብስምምዕ ምቁራጽ ተኹሲ ኣምሊጣ። ስለዚ ዋላኳ ንስርዓት ኣያቶላህ ካብ ስልጣን ክትዓሉን ኣብ ልዕሊ ኢራን ከምቲ ዝሓሰበቶ ብቐሊሉ ወተሃደራዊ ዕብለላን ዓወትን ክተመዝግብን ኣይትኽኣል፣ ብዓይኒ ስትራተጂኣ ግን ብመጠኑ ተዓዊታ እያ። ናብ ኢራን እንተመጺእና ግን ዝለዓለ ፖለቲካውን ፕሮፖጋንዳውን ዓወት ኣመዝጊባ። ንመጥቃዕቲ ኣሜሪካን እስራኤልን ብፍላይ ንእስራኤል ተጻዊራ፣ ኣብ ልዕሊ ኣሜሪካ ሕነ ብምፍዳይ ክብረታ ኣረጋጊጻ፣ ንላዕላዋይ መራሒኣ ኣያቶላህ ዓሊ ኻሜኒ ካብ ምቕንጻልን ንስርዓት እስላማዊ ሪፓብሊክ ካብ ምውዳቕን ከኣ ኣድሒና። ዋላ እኳ ኣብዚ ኲናት ቀሊል ዘይበሃል ሰብኣውን ንዋታውን ክሳራ ይውረዳ፣ ዓቢ ሞራላውን ፖለቲካውን ዓወት ግን ኣመዝጊባ እያ። ሓንቲ ብቐሊሉ ዘይትትንከፍ ሓያል ሃገር ምዃና ንዓለምን ንጸላእትን ኣመስኪራ። እቲ ሓቀኛ መልሲ ግን ኩሎም ወገናት ካብቲ ዝኸፈኤ ስዕረት ወይ ቶታል ደፊት ኣምሊጦም ነናቶም ንኣሽቱ ዓወታት ሒዞም እዮም ካብዚ ኹናት ክወጹ። እዚ ስምምዕ ምቁራጽ ተኹሲ ከኣ ንኹሎም የርብሕ። ምኽንያቱ እቲ ካልእ ኣማራጺ ዝነበረ ምሉእ ኩናት ንኹሎም ኣዕናዊ ስለዝነበረ። ብዓቢኡ ከኣ ህዝብታት ኢራንን እስራኤልን መላእ ዞባ ማእከላይ ምብራቕን ዓለምናን ካብዚ ኣንጠጥዩ ዝቐነየ ከቢድ ስግኣታት ትሮፍታ ክረክብ እዩ። እዚ ኲናት ከኣ ንብዙሓት ወገናት ዓቢ ትምህርቲ ይኸውን። ነቲ ብኮሮና ቫይረስን ኲናት ሩስያን ዩክሬንን ተዳኺሙ ዝጸንሐ ቁጠባ ዓለም ከኣ ካብ ፍጹም ውድቀት የድሕኖ። እቲ ዝዓበየ ጸገም ናይዚ ስምምዕ ምቁራጽ ተኹሲ ግን ኣብ ማእከላይ ምብራቕ ነባሪ ሰላምን ምርግጋእን ከምጽእ ዘይክእል ምዃኑ እዩ። ምኽንያቱ እዚ ስምምዕ ምቁራጽ ተኹሲ ነቲ ሱር ዝሰደደ ጸገም እስራኤልን ኢራንን ኣይፈትሖን። እቲ ኣብ መንጎ እዘን ሃገራት እዚኤን ዘሎ ዘይምትእምማንን ጽልእን ይኹን ኒዩክለራዊ መደባት ኢራን ኩሉ ኣብ ቦትኡ እዩ ዘሎ። እዚ ሰምምዕ እዚ ከኣ ግዝያዊ ፍታሕ ጥራይ እምበር ነባሪ ፍታሕ ከምጽእ ኢልካ ዝሕሰብ ኣይኮነን። ኢራን ከም ሃገር ካብዚ ኹናት ተማሂራ ካብ ዓለማዊ ሰምምዕ ዘይምፍራይ ኒዩክለራዊ ኣጽዋር ወጺኣ እውን ኒዩክለራዊ ቦምባታት ክተፍሪ ትኽእል እያ። ምኽንያቱ ኣቐዲማ ዝወነነቶ ኒዩክለራዊ ኣጽዋር እንተዝህልዋ፣ ኣሜሪካን እስራኤልን ብቐሊሉ ከም ዜደፍርኣ በሪህላ ኣሎ። ነታ ኸም ሃገር ዘይትቕበላ ጽዮናዊት እስራኤል ንምጥፋእን ንምድኻምን ከኣ ብዝለዓለ ዓቕማ ኽትሰርሓሉ ትኽእል። ነዚ ንምግባር እውን ብዙሓት ኣንጻር እስራኤል ዚቃለሱ ዕጡቓት ከተጫጭሕን ነቶም ዘለዉ ዕጡቓት ሓይልታት ከም ሓማስ፣ ሕቱን እስራኤልን ካልኦትን ምድጋፍን ብዝለዓለ ዓቕማ ኽትቅጽሎ ትኽእል። እስራኤል ከኣ ዅሉ ናይ ኢራን ምንቅስቓሳት ስግኣት ንህልውናኣ ክሳብ ዝዀነ ኢዳ ኣጣሚራ ኽትዕዘቦ ኣይሕሰብን። ስለዚ ኣብ ዞባ ማእከላይ ምብራቕ ኣብ መጻኢ ካልእ ሓደገኛ ምዕባለታት እውን ክኽሰት ይኽእል እዩ። ክቡራት ተኸታተልትና ንሎሚ ዘደላናዮ መደብ ነዚ ይመስል ነይሩ። ኣብዚ ኣርእስቲ ዘለኩም ርእይቶታት ስለ ዘገድሰና ኣብ ቦታ ኮመንት ክተቐምጡልና ብትሕትና ንሓትት። ምሳኹም ዝጸናሕኩ ኣዳላውን ኣቕራብን ናይዚ መደብ ሓወኹም ምስጉን ኣብርሃ እየ። ብኻልእ መደብ ክሳብ ንራኸብ ኣኣብ ዘለኹሞ ሰላምን ጥዕናን እምነየልኩም ሰሰናዩ።